ሰብ እስራኤል ምስ ንፉዕ ጠበቓ ከላልየኩም ትደልዩ ዶ? ኣብ እስራኤል ዘለኹም የሕዋተይ ሎማዓንቲ እዚኣ ቪድዮ እዚኣ ንዓኹም እየ ዝሰርሓ ዘለኹ ኣብ እስራኤል ሓደ ንፉዕ ጠበቓ ኣሎ እሞ ምስቲ ጠበቓ እቲ ከላልየኩም ትደልዩ ዶ? ኦኬ እዚ ጠበቓ እዚ ኣብ ሓደ ትካል ነዊሕ ዓመታት ትሰርሑ እሞ እስትሕጋግኩም ከይተቐበልኩም ናብ ካናዳ ናብ ኤሮጳ ኣብ ወኪል ገዲፍኩሞ ትኸዱ ሰባት ኣለኹም ንሱ ጥራይ ዘይኮነ ውን ኣብ ሓደ ትካል እንዳሰራሕኩም ከለኹም ሓደጋ ይወርደኩም፣ መጉዳእቲ ይወርደኩም ማለት እዩ። ንኣብነት ኢድኩም ትስበር ወይ እግርኹም ዝኾነ ሓደጋስ ይወርደኩም። ስለዚ ካብኡ እውን ዝመፅእ ገንዘብ ኣሎ፣ ንዕኡ እውን ክሕግዘኩም ዝኽእል። ምስ ዝኾነ ምስ ቢትዋኽ ሎሚ እውን ምትእስሳር ዘለኩም ብዝኾነ ይኹን ምኽንያት ምስ ቢትዋኽ ሎሚ እውን ምትእስሳር ዘለኩም ሰባት ክሕግዘኩም ዝኽእል ንፉዕ ጠበቓ ከላልየኩምሲ ትደልዩ ዶ? ኣነ ዝተዓወትኩላ መገዲ ማለት እዩ። ሰላም ሰላም ሰላም ኩቡራት ተከታተልቲ ናይ ዮና ቲቪ ከመይ ቀኒኹም ምሳኹም ዘለኹ ሓውኹም ዮናስ ዳኒኤል እየ ንሎማዓንቲ ሒዘልኩም መጼ ዘለኹ መደብ ድማ ከምቲ ኣብቲ ርእስቲ ትርእይዎ ዘለኹም ምስ ሓደ ንፉዕ ጠበቓ ከላልየኩም እያ ትብል ደላ ቅድሚኡ ግን ኣብዚኣ እንታይ ክብል ይደሊ እዛ ቪድዮ እዚኣ ነቶም ኣብ እስራኤል ዘለዉ ጥራይ እያ ትምልከት ማለት እዩ ስለዚ ንኻልኦት ሰባት ብዙሕ ኣገዳሲት ኣይኮነትን፣ ምኽንያቱ እታ ምኽሪ ነቲኦም ኣብ እስራኤል ዘለዉ ኣሕዋትና ስለ ዝኾነት፣ ስለዚ ነቶም ኣብ እስራኤል ዘለዉ ኣሕዋትና መታን ክትበጽሖም። ብዙሓት ሰባት ሸር እንተሕር ኢልኩማ ነዛ ቪድዮ እዚኣ ብጣዕሚ ጽቡቅ እዩ ማለት። ኦኬ ሕራይ እምበኣር ስለዚ እንታይ እየ ክብል ደልየ እምበኣር ኣብ እስራኤል ከምቲ ዝፍለጥ ብዙሓት ሰባት ናብ ካናዳ ክመጹ ከለዉ ወይ ድማ ናብ ኤሮጳ ክኸዱ እንከለዉ እቲ ዘለዎም ገንዘቦም እስትሕጋጎም ማለት እዩ ካብ ትካል ናይቲ ስራሕ ዝወሃቦም ገንዘብ ኣለዎም ሕጂ ኣብቲ ናይ መወዳእታ ግዜ ምስ ኮነ ጠበቃ ጌሮም ኣብ ወኪል ጌሮም እዮም ገዲፎሞ ዝመጹ ማለት እዩ ሕጂ መብዛሕትኦም ክትርእዮም ከለካ ብውልቆም ምስቲ ጠበቃ ተራኪቦም ይውድኡ እሞ እቲ ጠበቃ ሽዑ ይጠልሞም ናይ ብዙሓት ኣዕሩክተይ ከምኡ ሰሚዐ ማለት እዩ እቲ ጠበቃ ይጠልሞም ደገ ምስ ወጹ ማለት እዩ ካብ እስራኤል ምስ ወጹስ ምቕባል ይኣብዮም ናይ ቴሌፎን ገለመለ ነቲ ወኪል ዝገደፍዎ ከይተረፈ ከማን ነቲ ወኪል ከይተረፈ ከማን ይምቕባል ዳኣብዮ ማለት እዩ ከምዚታት ብዙሕ ተደጋጋሚ ግዜ ከምኡ ሰሚዐ ማለት እዩ ኣብዚኣ ግን መጀመርያ እንታይ ክንገብር ይላቦ ማለት እዩ ወይ ከም ምኽሪ ክህበኩም ይደሊ ንዓይ እውን ዘጋጠመኒ ነገር ማለት እዩ ካብ እስራኤል ንካናዳ ክትወፅእ ኢኻ ምስ ተባሃልካ ወይ ንኤሮጳ ክትወፅእ ኢኻ ምስ ተባሃልካ ከምዚ ናይ ሓደ ወርሒ ምስ ተረፈካ ወይ ናይ ሓደ ወርሕን ፈረቓን ምስ ተረፈካ ናብ ጠበቓ ምኻድ ሃታ ሃታ ምባል ገለስ ጽቡቕ ኣይኮነን። ዋላ ሕጂ ኣነ ንባዕለይ ከምኡ ስለ ዝገበርኩ እየ ከምኡ ዝብለኩም ዘለኹ ማለት እዩ። ሕጂ ንባዕለይ ኣነስ ንካናዳ ክመጽእ እንከለኹስ ናይ ወርሒ ምስ ተረፈትኒ ናብቲኦም ካብላ ኣቨት ዝበሃሉ ከይደ ማለት እዩ። ሕጂ ንሶም ሰንቢዶም እዮም ማለትሲ ሓንቲ ወርሒ ምስ ተረፈትኩም ትመጹና ወይ ንምንታይ ግዜ ከለኩም ዘይትመጹ ገለ ገለ ኢሎምና ማለት እዩ ሕጂ እንታይ ክላበወኩም ደልየ እንታይ ከማኽረኩም ደልየ ንካናዳ ክትመጹ እንከለኹም ወይ ናብ ካልእ ሃገር ክትወጹ እንከለኹም ሓደ ወርሒ ምስ ተረፈኩም ናብ ጠበቓ ምኻድ ጽቡቕ ኣይኮነን ወይ ናብ ካብ ላእቬድ ምኻድ ጽቡቕ ኣይኮነን ብዝያዳ ከኣ ኣብዚኣ ከማኽረኩም ዝደሊ ኣነ እንታይ ዝብል ብውልቅኹም ከማንሲ ምስ ጠበቓ ኣይትራኸቡ ናብቶም ካብ ላእቬድ ኪዱ ናብቶም ካብ ላእቬድ ክትከዱ ከለኹም ከኣ ሓደ ወርሒ ምስ ተረፈኩም ኣይትኺድዎም ሓደ ኣብ ሓንቲ ወርሒሲ ንሶም ውን ዝገብርዋ ነገር ዋላ ሓንቲ ነገር የለን ሕጂ ንዓይ ንባዕልናስ ከምኡ እዮም ኢሎምና ኣብ ሓንቲ ወርሕስ ኣብ ኣፋን ዕርበታን መጺኹምና እንታይ ኢና ክንገብር ገለ ኢሎምሲ ተዛሪቦምና ማለት እዩ ሕጂ ከምኡ ክትገብሩ የብልኩምን ከም ምኽሪ ናተይ ማለት እዩ ዝኾነ ፕሮሰስ ተለኩም ካብታ ሃገር ካብ እስራኤል ክትወጹ ናይ ሽዱሽተ ወርሒ ናይ ሸውዓተ ወርሒ ምስ ተረፈኩም ናብቶም ካብ ላበድ ከድኩም እቲ ዘለኩም ጉዳያት ምስ መንግስቲ እስራኤል ድዩ ምስ ትካላት ድዩ ምስ ዝኾነ ይኹን ነገር ዘለኩም ናይ ስራሕ ገንዘብ ድዩ ናይ ዝኾነ ይኹን ነገር ዘለኩም ገንዘብ ገንዘብኩም ክትጥርንፉ እንድሕር ደኣ ኮንኩም ኣቐዲምኩም ክትከዱ ክትክእሉ ኣለኩም ማለት እዩ ስለዚ ሓንቲ ወርሒ ምስ ተረፈትኩም ከድኩም ግን ትግበር ነገር የላን ሕጂ ኣብዚኣ ምኽሪ ክህበኩም ደልየ ማለት እዩ ኣነ ከምኡ ኣጋጢምኒ ሓንቲ ወርሒ ምስ ተረፈትኒ ናብቶም ካበሎ ኣበድ ከድና ኣጋጣሚ ንሶም ሽዑ እቲ ጉዳይና ምስ ረኣይዎ ላዕልን ታሕትን ኢሎም በቃ ክንድውለልኩም ኢና ኢሎም እቲ ጉዳይና ተገዲሶም ሒዞም ኣብ መወዳእታ ናብ ብዙሕ ጠበቓታት ደዊሎም ኣብቲ ጉዳይ ሽዑ ክሰማምዑ ኣይከኣሉን ግን ኣብ መወዳእታ ነዚ ሕጂ ኣብዚ መወዳእታ ኣብ ዓወት ዘብጽሓኒ ማለትሲ ኩሉ ግዜ ኣብ ዓወት ዘብጽሓካ ፈጣሪ እንድዩ ኣብ ትሕቲ ፈጣሪ ከኣ እዚ ንፉዕ ጠበቓ እዚ ኣብ ዓወት ኣብጽሕኒ ማለት እዩ እዚ ጠበቓ እዚ ክረኽቦ ከለኹ ከኣ በዘን ካቭላቨድ ገይረ ረኺበዮ ሕጂ ኣነ ከማኽረኩም ዝደሊ ማለት እዩ ሓደ ኣብቲ ጉዳይኩም ኣቐዲምኩም ክትከዱ ከም ዘለኩም ኣብ ኣፋን ዕርበታን ክትከዱ የብልኩምን ካልኣይ ከኣ ናብቲ እንኳብላ ኣቤዱ ምስ ከድኩም እስትሕጋግኩም ይኹም ዝኾነ ይኹን ነገር ይኹን ምስ ተዘራረብኩም ምስኦም ምስ ተዘራረብኩም ኣነ ዝህበኩም እዚ ሕጂ ዝህበኩም ዘለኹ ኢንፎርሜሽን ናይዚ ጠበቓ ነቲ እንኳብላ ኣቤድ ሃብዎም ምስዚ ጠበቓ እዚስ ኮንታክት ግበሩና ምስዚ ጠበቓ እዚ ኣራኽቡና ኢልኩም ንዓኹም እውን ጽቡቕ ውሕስነት ዘለዎ በቲ እንኳብላ ኣቤድ ጌርኩም ብኦም ጌርኩም ርኸብዎ ነዚ ጠበቓ እዚ ማለት እዩ ነዚ ኣነ ሕጂ ዝብለኩም ዘለኹ ጠበቓ ማለት እዩ እዚ ጠበቓ እዚ ዩቫል እዩ ዝበሃል እዚ ጠበቓ እዚ ብጣዕሚ ንፉዕ ጠበቓ እዩ ንዓይ እውን ሓደ ካብቲ ጉዳየይ ዘሳለጠለይ ማለት እዩ ኣብ ኣፋን ዕርበታን ምስ ከድክዎ እዚ ካብቲ ዝገረመኩም ወረቓቕጥኻ ኣብዚ ገዲፍካዮ ኺድ እተን ናይ ኢደይ ከዓ ክትከፍለኒ ኢኻ ኢሉኒ ማለት እዩ ኣነ ኣምላኽ ኣሚነ እየ በቃ ሂበዮ ወጼ ምክንያቱ ዝግበር ነገር የለን ምክንያቱ ናይ ዜሮ ሰዓት እያ ኣማራጺ ኣይነበረንን ሂበዮ ወጼ ማለት እዩ ኣብዚ ምስ ወጻእኹ ግን ኣብኡ እውን ናተይ ቤተሰብ ናተይ ሓው ቀረባ ማለት እዩ ቴሌፎን ከም ሂበዮ ናቱ እሱ እውን ክድውለልካ እዩ ገሌለ ከምዚያ ኢለ ወጸ ማለት እዩ ግን ነዚ ጠበቃ እዚ ብመንገዲ ካብ ላ ቪድዮ ረኪበዮ ሕጂ ኣብዚ ምስ መፃእኹ ኣብ ካናዳ ምስ መፃእኹ ግን ይድውለሉ ነይረ ይቕበለኒ ኔሩ ብጽቡቕ ንራኸብ ኔርና ወላ ውንሲ ብዙሕ ምኽርታት ውን ይህበኒ ኔሩ ኣነ ክገብሮ ዝግባኣኒ ብዚ ካናዳ ማለት ዩ ኣብ ከምዚ ቦታ ኪድ ከምዚ ግበር ከምዚ ዓይነት ወረቐት ኣፈሪምካ ስደደለይ ገለ እንዳበለ ብዙሕ ነገር ይተሓባበረኒ ኔሩ እቲ ጠበቓ ማለት ዩ እቲ ዘሐጉሰካ ነገር ናይቲ ጠበቓ ከኣ ትሕትንኡን ወላ ውን ደዊልካሉ ሽዑ እንተዘይተቐቢልካ መሰጅ ይጽሕፈልካ ደሊኻዮ ዘለኻ ጽሓፈለይ ወይ ድማ ኣብ ከምዚ ስለ ዘለኹ ክድውለልካ እየ ይብለካ ማለት እዩ ስለዚ እዚ ጠበቓ እዚ ኣነ ብጣዕሚ ጥዑይ ጠበቓ ኮይኑ ስለ ዝረኸብኩዎስ ደሓር ዋእ ምስ ሓሰብኩስ ምስቲ ዝሰምዖ ከኣ የሕዋትና ከምዚ ተጠሊምና ገለ ገለ ዝብሉ ክትሰምዕ ከለኻ ከኣ ቁሩብሲ ዋእ እዚ ዶ ይሓይሽ ይኸውን ዘየላልዮም ምስዚ ኢለ እቲኣ ሓሳብ ስለ ዝመጸትለይ እየ ንዓኹም ዘካፍለኩም ዘለኹ ክቡራት የሕዋተይ ስለዚ እዚ ጠበቓ እዚ ዩቫል እዩ ዝብሃል እዚ ጠበቓ እዚ ይጠቕመኩም እዩ ኢለ ስለ ዝሓሰብኩ እየ እቲ ኣድራሻ ናቱ ኣብዚ ታሕቲ ክገድፈልኩም እየ ናብዚ ጠበቓ እዚ ከይድኩም ምስኡ ትዘራረቡ ግን ኣነ እንታይ ይብል ከም ኣማራጺ ማለት እዩ ብውልቅኹም ዳይሬት ከይድኩም ደዊልኩም ካብ ትረኽብዎ በቲም መንገዲ ካቭላ ኣቬድ ጌርኩም ምስኦም ስለ ዝሰርሕ ምስቲም ካቭላ ኣቬድ ብኦኦም ጌርኩም ርኸብዎ በቶም ካቭላ ኣቬድ ማለት እዩ እሱ ምስኦም እዩ ዝሰርሕ ስለዚ ሽሙ ዩቫል እዩ ዝባሃል ኣድራሽኡ ከኣ ኣብ ተልኣቢብ ኮይኑ ሚእትን ዕስራን ሽዱሽተን ይጋል ኣሎን እያ ትብል ሰንተር ስትሬት ተልኣቪቭ ማለት እዩ እዚኣ ሕዝዋ ሚእትን ኣድራሻኡ ማለት እዩ ሚእትን ዕስራን ሽዱሽተን ኣብዚ ታሕቲ ይገድፈልኩም ኣለኹ እቲ ኣድራሻ ሚእትን ዕስራን ሽዱሽተን ይጋል ኣሎን ሰንተር ስትሬት ተልኣቪቭ ማለት እዩ ቴሌፎኑ ከኣኒ ዚሮ ዚሮ ትሽዓተ ሚእትን ሰብዓን ክልተን ሓምሳን ኣርባዕተን ኣርብዓን ትሽዓተን ሰላሳን ሓደን ዚሮ ኣርባዕተ ሸሞንተ ክደግመልኩም እየ ኣብዚ ታሕቲ እውን ይፅሕፈልኩም ኣለኹ እቲ ተሌፎኑ ማለት እዩ ዚሮ ዚሮ ቴስዓን ሸውዓተን ዕስራን ሓሙሽተን ኣርባዓን ኣርባዕተን ቴስዓን ሰለስተን ዓሰርተ ኣርባዓን ሸሞንተን ኣብዚ ታሕቲ ላትኩም ተሌፎኑ ዩቫል እዩ ሽሙ ስለዚ እዚ ጠበቃ እዚ ብጣዕሚ ንፉዕ ጠበቃ ምስ ረኣኽዎ ኩሉ ነገራቱ ትሕትንኡ ኣቀራርብኡ እቲ ወረቀትናስ ናይ ኢዱ ከፊልናዮ ኢና ክንወጽእ ከለና ካብ እስራኤልሲ ናይ ኢዱ ከፊለዮ ይወጽ ግን ከፊልኒ እንድዩ ይስለጦ ኣይስለጦ ባዕሉ ይፈልጥ ኣይበለንን ሓቂ ምዝራብ ማለት እዩ ብጣዕሚ ይሓግዝኒ ኣብዚ ዓዲ ምስ መጻእኹ ኢቭን እንታይ ክገብር ከም ዘለኒ ኣበይ ክኸይድ ከም ዘለኒ ምስ መን ክራኸብ ከም ዘለኒ እንታይ ዓይነት ወረቐት ክሰደሉ ኣለኒ እንታይ ዓይነት ናይ ባንኪ ክሰደ ኩሉ ኢንፎርሜሽን ኣብኡ እንዳተዘራረበ ንሱ ምሳይ ኣብ ከምዚ ኺድ ከምዚ ግበር ከምዚ ዓይነት ባንኪ ኩሉ ኣፍልጦ ኣለዎ ማለት እዩ ጽቡቕ ክተሓባበረኩም ይኽእል እዩ ኢለ ስለ ዝኣመንኩ እዚ ሓበሬታ ንዓኹም ዝህበኩም ዘለኹ ኣብ እስራኤል ዘለኹም ኣሕዋተይ ብጣዕሚ እየ ዝፈትወኩም ሓውኹም ዮናስ ዳኒኤል ካብ ካልጋሪ እየ ኣብ ካልእ ግዜ ብካልእ ትሕዝቶ የራኽበና እዛ ኣነ ዝተጠቀምኩላ መንገዲ ንስኹም እውን ክትጥቀሙላ ኢኹም ኢለ ስለ ዝኣመንኩ እየ ከምዚኣ ገይረ ኢንፎርሜሽን ዝህበኩም ዘለኹ ሓደራኹም ግን ክብለኩም ዝደሊ ስፖንሰርኩም ኣብ ናይ መወዳእታ ጉዳይ ምስ በጽሐ ፍላይ ምስ ተባሃልኩም ሓንቲ ወርሒ ምስ ተረፈኩም ጉዳይኩም ናብ ካቭላ ኣቤድ ከድኩም ላዕልን ታሕትን ምባል እዚኣ ትትረፍ እዚኣ ኣቋርጽዋ ኢኹም ካባና ተማሃሩ ማለት እዩ ንሕና ኣብ ትሕቲ ፈጣሪ ጥዑይ ጠበቓ ስለ ዝረኸብና ጉዳይና ብሰላም ተወዲኡ እምበር ከምኡ ክትገብር እንከለኻ ከቢድ እዩ ስለዚ ወላ እቴም ካቮላቤድ ንባዕሎም ከምቲ ዝበሉና ጉዳይኩም ኣብ ኣፉን ዕርበቱን ኣይተምጹና ሽዱሽተ ወርሒ ሸውዓተ ወርሒ ክተርፈኩም ከሎ ኢኹም ክትመጹና ዘለኩም ኢሎም ተዛሪቦምና ነይሮም ማለት እዩ ስለዚ ከምኣ ተጠቀሙ ማለት እዩ መብዛሕትኹም ኣብ እስራኤል ዘለኹም ኣሕዋትና ትውጽዑ ኢኹም ገንዘብኩም ኣብኡ ገዲፍኩሞ ተመጹ ኣብ ወኪል ገዲፍኩሞ ተመጹ እቲ ዓዲ ሕጋዊ ኣይኮነን ትጥለሙ ስለዚ ከምዚታት ንኸየጋጥመኩም እታ ኣነ ዝተዓወትኩላ መንገዲ ንስኹም ከኣ ክትዕወቱላ ኢኹም ኢለ ስለ ዝሓሰብኩ እየ ስለዚ እቲ ጠበቓ ዩቫል እዩ ዝበሃል ምስ ካቭሎ ኣቬዲ ዝሰርሕ ከድኩም በዚ ሂበኩም ዘለኹ ኣድራሻ መሰረት ጌርኩም ምስኦም ተዘራሪብኩም ምስ በቶም ካቭሎ ኣቬዲ ማለት እዩ ምስ ዩቫል ኣራኹቡና ጥራይ በልዎም እዚኣ ትመስል ናይ ሎማዓንቲ ሓበሬታይ ኣብ ካልእ ግዜ ብኻልእ ትሕዝቶ ክንመጸኩም ኢና እዛ ቪድዮ እዚኣ ግን ነቶም ኣብ እስራኤል ዘለዉ ኣሕዋትና መታን ክሰምዕዋ ኣብ እስራኤል ዘለዉ ኣሕዋትና መታን ክትበጽሖም ሸር ኣይተውሕዱ ኢኹም ሸር በልዋ ኢኹም ኣብዛ ቻነል ከኣ ሳብስክራይብ ላይክ ኣይተውሕዱ ኢኹም ኣብ ካልእ ግዜ ብኻልእ ትሕዝቶ የራኽበና ሰላም ቀንዩ።